ዋይን ምስ ሰተና ኣነብ ዓራት ንሱብ ሳሎን ጌም ድቅስ የለነ ታዲ ሻምለን ነብ ሳሎናት ከም ሸቃላይኩም ኣብ ሳሎናት ድጥቅስ ኣቶ ኤርትራ መዓስ ክንደይ ሳንጣ ሒዘ ኣነ ካርጎ ድየ ኣነ ናይ ጽዕነት መርከብ ደይ እንታይ ኣይትሓፍርን እንዲዮ ቁስኺ ንዓይ
ኣነ ንዓኺ ልክዕ ከምቲ ንሉእላውነትን ንዶባትን ኤርትራ ዘለኒ ፍቕርን መትከልን የፍቅረኪ ሜሪ ጓለይ ኣነ ንስለኺ ክብል ክንድቲ ተጋደልቲ ዝተቃለስዎ ሰላሳ ዓመት ክቃለስ

ዓዲ ንኤርትራ መዓስ ኢዩ ክትከዲ ኢሂታይ ኔሩ ክንደይ ይኩን ንብረት ክተ ኣዱ ንብረት ክትማልእለይ ኣዱ ኤርትራ መዓስ ኢዩ ክትከዲ ንብረት ክትማልእለይ ህህ ኣዱ ኤርትራ መዓስ ኢዩ ክትከዲ ክንደይ ሳንጣ ሒዘ ኣነ ካርጎ ድየ ኣነ ናይ ጽዕነት መርከብ ድየ እንታይ ኣይትሓፍርን ድዮም ኣዱ ህ ንእሽተይ መድሃኒት ኔሩ ናይ ማዘረይ ክትማልእ ኢዮ ቡሽጢ መጽዮ ክትማልእ ኢዮ ኺ ኣዱየ መርዓ ገለ ሓስብ ኣሎ ሓወይ ሞ ባድላ ወዲ ባድላ ክትማልእ ኢኺ ኣዱየ ቁሩብ ካብዝስ ኣስቤዛ ኒዶ ወዲ ኒዶ ክሰድድ ደልየስ ክትማልኢ ኢኺ ኣነ እኮ ናይ ካርጎ መርከብ ሒዘ ኣይኮንኩን ዝኸይድ ዘለኹ ነብሰይ ሒዘ እየ ዝኸይድ ሂወተይ እዚኣ ኣዱ ሒዘ ጥራሕ እየ ዝኸይድ እኮ በቲ ሓደ ወገን ከዓ በቲ ሓደ ወገን ከተይስ ክስማዓኒ ኣነ ግዲ ኢሳያስ ኣፈወርቂ እዩ ገለ ብሎ እዚ ርእሰይ ኣዲ ድየ ኣብቲ ምስትያት ከይደ ከዓ ኣዲ ድየ ኣዲየ ኣወል ስዒድ ድየ ኣነና ኣዲየ ኣወል ስዒድ ኣይኮንኩን ኣወል ስዒድ ድየ ዙም ኣቕርባ ኢሳያስ ዴ ገለ ይብል ንዓይስ መንግስቲ ከም መንግስቲ በቃ ከም መንግስቲ ኮይ ኣነስ መንግስቲ እየ ምስለኒ መሓሪ ተመዓሪ መንግስቲ እየ ናይ ብሓቂ በቃ ኣቱ እቲ ከምዚ ከ ከመይ ይመስለኪ ኣብዚ ፖለቲካዊ ኣቃውማና እቲ ከምዚስ እንታይ ርእይቶ ኣለኪ ትማል እኳ ቅልቅል ኢለ ብዛ ቲክቶክ ሸውዓተ ሸሞንተ ወርሒ ጠፊኤ ነይረሲ ትምህርቲ ባይደወይ ትምህርቲ ብትምህርቲ እየ ጠፊኤ ኣሕዋት ጠፊእ ከኣ ኣዱ ገለ ዝበልኩም ትምህርቲ ይመሃር ስለ ዝነበርኩ እየ ጠፊኤ ክትሕጎሱ ማለት እዩ። እዚ ናይ ሜዲኬሽን ዲፓርትመንት ትምህርቲ ነይሩ ንቅድሚ ሕጂ ናይ ፋርማሲ ዝወስዶ ነበርኩ። እሱ ከዓ ኮምፕሊት ገይረ ሰርቲፊኬት ሒዘ ክትሕጎሱ ማለት እዩ። ስለዚ እቲ ስለ ዝበርትዓኒ ትምህርቲ ኣብኡ ፎከስ ክገብር ኢለ ዓፅየ ነይረ እዚ ሚድያ ሕጂ ቅልቅል ተበልኩሲ እ፣ እንታይ መስለኪ ኣደ ሓፍተይ እቲ ፖለቲካሲ እ፣ ከመይ ይመስለኪ ገለ ርእይቶ ገለ ብሉካ ኣታ ማዓረይ ኣታ ማዓረይ ኣነ ዓዛባ ከማካ ባዓልቲ ባዓልቲ ስደት እየ ብዚ ምሳካ ኣብዚ ስደት እየ ዝነብር ከማካ ኣነ ከማካ ወላ ሓንቲ ከማከ መፍለይ የብለይ ከመይ መስለክ ፖለቲካዊ ርእይቶ ከመይ ጌርና ነመሓይሾ ከመይ ትብላ ኣንቱ ሽኮር እስከ ገለ

ይኸውፅእ እዩ ኩሊት ሸይጡ ኣዲኡ ይኸውፅእ እዩ ምክንያቱ ኣዲኡ ብዝገበረቶ ጌጋ ሓደ ሚልዮን ናቕፋ ስለ ዝፈረመት ግድን እያ ክትእሰር ክልተ ዓመት ተኣሲራ መንግስቲ ከዓ ሻላሻል ገይርላ ከዓ በቲ መንግስቲ ሻላሻል ትገበረላ ከዓ እሱ ብሌጋል ወፅኡ ሰሪሑ ክኸፍል ይሓሲቡ ነይሩ ግን ኣይከኣለን ኣይከኣለን ፈቲኑ ፈቲኑ ክልተ ዓመት ፈቲኑ እታ ሓበሬታ ድረኸባ ካ በቃ ብዋሕስ ፍርቁ እንተኸፊላ ሓፋ ብዋሕስ ክነውፃልካ ኢና ስለ ዝበልዎ በቃ ገፅ ሰብ ኣይርእን እየ ኩሊተይ ክሸይጥ ኢሉ ኩሊቱ ክሸይጥ ኩሊቱ ምሻጥ ዝኽእሎ ሰብ ኣሎ ኣይኮን ደስኽ ጤንጋር ተካል ዓይነ ክርባዕት ዓይነ ጨናዊት ብስብስ ኣይኮንክን ስኒ መንግስቲ ኤርትራ ከማን ኩሊቱ ሸይጡ ኣዲኡ ካብ እስር ቤት ከውፅእ ኣይክልክሎን ስኽ ግዳመን ይህቡ ኣዩ ኩኣሪ ስኽ

ክንድቲ ተጋደልቲ ዝተቃለስዎ ሳላሳ ዓመት ክቃለስ ይኽእል ኣነ ንስለኺ ክብል ዶባት ዝኾነት ሃገር ይጥሕስ ኣነ ምእንታኺ ክብል ኣብ ባይቶ ውድብ ሕቡራት ሃገራት ብዘይ ፍቓድ ኣትየ መደረ የስምዕ ኣነ ምእንታኺ ክብል ከም ኣንግላ መርከል ንጀርመን ይኸውን ንዓኺ ክብል ዘይከፍሎ መስዋእቲ የለን ንስኺ ንዓይ ኣነ ንዓኺ ዘይንነጻጸል ንስኺ ክትፈልጢ ናተይ ፓርቲ ኢኺ እስኺ ከም ማእከላይ ሽማግለ ኣብ ልበይ የፍቅረኪ ኣብ ቻርተር ውድብ ሕራት ሃገራት
ተወቂጡ ዘሎ ኣርቲክላት እስኺ ብ ልበይ ተወቂጥኪ
ኣነ ዓኺ ከይብድለኪ ብሽም ሰብኣዊ መሰላት ቃል ኣኣትዎ ኣቲ ናተይ ባድመ ብፍላት
ኤርትራ ዘለኪ መርገፂ ደስ ይብለ ይኹነለይ ናብራና ብሶሻል ዲሞክራሲያ ክምራሕ ኣለዎ ማሕበራዊ ፀጋታት ኣብ ቤትና ብማዕረ ክመቓራሕ ኣለዎ ኣነ ንዓኺ ከም ብጻይ የማነ ገብረኣብ ንብጻይ ኢሳያስ ክኾነልኪ ከም ቻርሊ ኣብ ትዊተር 24 ሰዓት ዲፈንድ ክገብረልኪ
ንርገጽ እመን
ከም ባህላዊ ጉዳያት ደርፍታት እንዳምጻኹ ከሳዕሳዓኪ ተወደብ ድያ ተሳዕስዒት ተወደብ ድያ ይኒ ክትኣምን እንተኾንካ ክትኣምን እንተኾንካ ክትክፈት ኢሉ ኣለዋ ውፅለይ ክርኢ ደልኒ ዋ ሜሮን ሜሮን ጎረባብቲ ዋ ሎሚ እሞ ኡይ ኢለ ደክባ ኩላ ኩላ ኮንዶሚኒየም ብኮንዶሚኒየም ኩላ ኡይ ኢለ ክእክበ
ታገብር መፅኡ መከላኸልዳ ዋ እዛ ቆልዓ ኣይጠዓየትን እንታይ ዝገብር ዓንዶም ደይለ ሓቂ ጋይስ
ኣተሚሮን ኮንዶሚኒየም ማለት ይህ ነው። ኮንዶሚኒየም ኦኬ፣ ደሓን ተረዲእኒ። እቲ ክሳሽ ዝበልኩ ኮይ መሲልኒ። ሜሮን ግን ሲ ለንቀለሰ ሜሮን ሜሮን ንዓይ ንዓይ እኮ ብውሽጠይ ኢኻ ትክደልየኒ ዘለካ እምበር ብደጋዊ ግደፍ ሜሮን ስምዕ እንዶ ክነግረኪ ኣብ ዓለም ናብ ውሽጢ ገዛ ክትኣቱ ተኾንካ መጀመርታ ኣፍ ደገ ይኽፈት ብኣፍ ደገ ጌርካ ንውሽጢ ገዛታ ኣበይ ኣነ መንፈስ ድየ መንፈስ ኮይነስ ማዕጾ ገዛ ከይከኸፍ ከይከፈትኩ ማዕጾ ከይከፈትኩስ ንውሽጢ ክኣቱ ብመንደቕ ክሓልፍ ኣይ ሜሮነይ ሜሮነይ ዝተኸፍተ ይበሉ ዝተኸፍተ ዝተኸፍተልካ ነገር ዲኣ ተኻኽመ ኢልካ ዘይተኸፍተ ነገር ክትኣቱ ደሊኻ ከም ባይትኹን

ታቢለ ሂበካ ከለኩ ስተቅብል ኣቢልካ እስኺ እኮ ብዙሓትሜረይ ካብ ሰብ ኩለን ደለይቲ ኣወዳኣኒ ኣወዳኣኒ ሓሳብዚ እንዲ ኣብታ ወዳኣኒ እኮ ኢና ንባስ ሓሳበይ ክውድእ ክፍት ምስ ኣበልካዮስ ኣበይ ከፊት ክለይ ትፈልጥ ደይ ከፈት ክለይ ተተኸፍትለይ ነርካ ኣነ ከይተኸፍተለይ ይኸፍቶ ከመይ ደይ መሲልኪ
ሜሮን ብዝኾነ እስከ ፍቅሪ ክግለፀልይ ሜሮን ኣነ እኮ ብሓቂ እኮ ፖለቲካ እንዳተዛረብኩ ዓሰርተ ግዜ ኣትየ ወፂ ኣትየ ብሚሕር ምእታው ምውፃእ ስለቶም ሰባት ምሳኻ ዝነበሩ ፀሊእ እዮም ንስኹ እኮ ጓለ ኢኺ ንምንታይ ፍቅሪ ክገልፀልኪ ኣባታዊ ፍቅሪ ኢሉ ክገልፀልኪ ከም ወላዲ ሜሮን እሶም ስዳሕን ወለደይ ደው በሉለይ ይገልፅሉ ያለው ንጎን ምሸትን ንስኻ ጥራይ ግለፀለይ ንስኻ ጥራይ ግለፀለይ
እስኺ እንታይ ድዩ መሲልኪ መቐረት ሕጂ ክርእየኪ ከለኹሲ ንጽህቲ ዕምባባ እንዲኺ ሕጂሲ በቃ ኣነ ድማ ቁሩብ ዕዋላ እንዴ ሕጂ እስኺ እንታይ ትገብሪ መሲልኪ ሓደ መሰታኺ ዝኾነ ህፃን ቆልዓ ገዛ ገዛ ዘፃውተኪ ትረኽቢ መጀመርታ ኣንቲ ስቂድኪ ሰነ ስርዓት ጌርኪ ስምዕ ብለኪ ኣለኹ ተረዲክንዶ እስኺ ትመስሊ ፅብቅ ኢደ ከምዚ ገይረ ስነ ስርዓት ክሰምዓካ ከምዚ ናይ ፀባ ወይ ከምዚ ደሓን ከሱ ከም ድሌትኪ ሕጂ ይብል ኣለኹ ኣነ እስኺ ፍቅሪ ዘይኮነ ዘድልየኪ ኛኛ እዩ ዘድልየኪ ኛኛ ዳቦ ዳቦ እዩ ዘድልየኪ ብዛዕባ ዳቦ ክንዘራረብ እንተንኽእል እዩ ዝሓይሽ ህዝብና ዳቦ ዘድልዮ ሰብ ፍቅሪ ደል የብለካ ፍቅሪ መጀመርታ ዳቦ እዩ ድድሊ እወ እስኺ ከዓ እንታይ ትገብሪ ኮሮሾ ኮሮንሾ የድልየካ መጀመርያ ኮሮንሾ ነብስ ከድኻ ሜሮን ኮሮንሾ ኮሮንሾ ኣነ ሳዋሪር ኣለኹ ግደፍ ኣንቲ ፅልሑ እንዶ ኮሮንሾ ከብድኻ ምስ መልአ ዳቦ ምስ በላዕካ ውሕስነት ዳቦ ምስ ኣረጋገፅካ ብድሕሪኡ ፍቕሪ ትደሊ ናትና ጸገም ዘሎ ዘድልየካ ዳቦ ትደልዮ ፍቕሪ ዛረብ ኣነ እንታይ መሲልኪ ሜረይ ሳክት እንዳተሰኮፍኩ እየ እምበር ሓቂ ንምዝራብ ተሰኪፈ እየ እምበር ኣነ ነዊሕ ግዜ ገይረ እየ ማለት ከምቲ ትፈልጥ እየ ኢኖ ነዊሕ ግዜ ኮይኑ ንዓኺ ምሻሎ ዳርጋ ሳፕራይስ ክገብረኪ ገለ ይብል እየ ብዙሕ ግዜ ተረዲክን ኣለኺ ያእ ኣነ ሓቂ ንምዝራብ ኣብ መወዳእታ ማለት ከም ጓለይ ክርኤካ ካብ ዝጅምር ኦልሞስት ነዊሕ ጌረ እየ ሕጂ እስኺ ከኣ ጸገመይ ተረዲእኪ ከም ጓለይ ኮንኪ ኣብዚ ቲክቶክ እንዳመጻኺ ገለ ከተብሉ ጋይስ
ጽላለኩ ከምዚ ኢሉ ዝጅምር
ነሮሜሮ ኣይወዳእኒ ሓራ ቀጽለ
መስተብ ዋይን ምሰተና ኣነብ ዓራት ንሱብ ሳሎን ድንድቅስ የለነ

ደቃላይኩም ዴነ ምዃን እዚኣ ክትሓፅረኒ እያ ድንን ኢለ ክስዕም ክዋረድ የነ መንበስበስቲ ኣብ ላዕሊ መፅእ ክስዕም ርእሳ ከማ ንመልጣ ዋይ ታዲ እሻሙ ኣለንዎ እዋይ ኣብ ሳሎን ሕቆይ ልክሱስ ኢለ ንግሆ ከመይ ገይረ ትኽክብል ገርመኪ ኣብ ዋጋ ዕዳጋ ዝበሃል ዝኣቱ ዝኾነ ይኹን መትከል የብልና

ልምጅንጃን ዲኻ ሓድሽ ኮይንኻ
ኣንቲ ሰባት እንታይ ምጅንጃን እዮም ፈተይ እንታይ ምጅንጃን
እሺ በቃ ምጅንጃን ማለተይ ሲ ጓል ምሕታት ጓል ምሕታትስ ሓድሽ ኻዲ ኮይኑ ኣድሓ ኣንቲ ሰባት እንታይ ደኣ እዚ ኣትግደፍ እዮም መይቶም እዮም ኣትግደፍ እዮም ኣይት እንታይ ሰብ ዝኣ ከም ዝኣትወን ኣታ ፋራ ኣታ ኩን ኣታ ኣነ ሓሪፍ ናይ መወዳእታ እየ ኣብ ቀረባ እዋን እዩ ኣነ ኣነ
ምክታም ምክታም ሓድሽ ሃድዩ ኮይኑ ፋኒ እንታይ ምክታም ምክታም ሙልክታም ኢሎምኒ ምጥባስ ምጥባስ ምጅ ምጥባስ ውይ ምድካል ምድካል ኸ ምድካል ምግናይ ኮኔክት ሰበይቲ ትሕዝቲ እንተለካ መጀመርያ ትጥይቃ ኢኻ ወሮ ምቅጣር ምቅጣብ ምቅጣብ ምቅጣር ያ ምቅጣር ፅንሑሞ ክ- ክስታይ መበሊ መበርዓኮር ማዓ እሺ ማዓኮር ታይ ይባሃል ብራያ ይብል ኩሎ እዚ
ኣተታይና እንደ ሻዕ ክድየ ክነግሮም ምጥሪ ይባሃል
ኡይ ኣነ ሓፋር ዘለኹ
ሓፋሪ ማለት
ስሙ ወልድ መንፈስ ቅዱስ ኣህድ ኣምላክ ኣቦይ መዓረይ
ታኹንኻ
ከምኡ ይበሃል እዩ ኣታ ድምኻ ኣለዩ
ብዳንታይ ተረደኩም ይበሃል እዩ ታኹይንለ ይበሃል ብትግርኛ ሓንታ ይበሃል ብትግርኛ ኮይ ይበሃል ብትግርኛ ኮይ ምጥር ልበሃል

ዋእ መዓኮር እንታይ ይበሃል ኮ ኢኻ ኢልካኒ ባዕልካ ኣነ ልለሚ ጥሪ ይበሃል ኢለካ እንታይ ሞ ሕፍር እዚ
እሺ እንታይ ይበሃል እቲ ክስታይ ከዳን እቲ ሓራይ እቲ ናትክን ከ እንታይ ይበሃል እቲ ናትክ እንታይ ይበሃል
ዋእ ምጥርኻ ናይ ናይ ድዩ ናትኽንያ ናት ናታ እዩ እሞ ካሊእ እኒሄና
ሓራይ እቲ ናትክን እቲ በቲ ትወድላና